ሰላም ሰላም ክቡራትን ክቡራን ተኸታተልቲ ከመይ ቀኒኹም? ሰላም ኣምላኽ ምሳኹም ክኸውን እንዳተመነኹ ናብ ትሕዝቶና ከብለኩም። ናይ ሎሚ ቪድዮ ትሕዝቶና ብዛዕባ ቫይታሚን ኬይ ኮይኑ ቫይታሚን ኬይ ኣገዳሲ ግን ካብ መብዛሕትኡ ግዜ ዕሽሽ ዝበሃል እዩ። ኣብ ምርግጋእ ደምን ጥዕና ዓጽምን ድማ ወሳኒ ተራ ዝጻወት መኣዛ ዘለዎ እዩ። ስለዚ ኣብ ኣጠቃቕምኡን ምንጭታቱን ምልክት ሕጽረታቱን ከምኡውን ጎናዊ ሳዕቤናት ልዕሊ ዓቕን ምውሳድን ምኽርታትን ግቡእ ክንክንን ክንፍትሽ ክንፍትን ኢና። ቫይታሚን ከይ እንታይ እዩ ንዝብል ሕቶ ንጀምር። ቫይታሚን ከይ ሓደ ካብቶም ኣብ ስብሒ ዝሓቁ ቫይታሚናት ኮይኑ ብክልተ መልክዕ ከዓ ንረኽቦ። እቲ ሓደ ቫይታሚን ኬዋን ፊሎኪኖን ኮይኑ ኣብ ቆፅሊ ዘለዎም ቀጠልያ ኣሕምልቲ ከዓ ይርከብ። ካልኣይ ከዓ ቫይታሚን ኬቱ መናኪኖን ኮይኑ ኣብ ዝፈለሐ መግቢ ዝርከብን ብባክተርያ መዓንጣ ዝፍጠርን እዩ። ቀንዲ ስርሑ ናይ ቫይታሚን ኬ ከዓ ምርግጋእ ደምን ምፍጣር ኣዕፅምትን ምትሕላፍ ካልሲምን ዝቆፃፀሩ ፕሮቲናት ምንቅስቓስን እዩ። ብዘይ ቫይታሚን ከይ ደምና ብግቡእ ክረጋጋእ ኣይክእልን እዩ። ከምኡ እውን ካልሲየም ኣብቲ ክበፅሖ ዝግብኦ ቦታ ከይበፅሐ ደው ክብል ይኽእል እዩ። በዚ ምክንያት እዚ ከዓ ዓፅምትና ብግቡእ ከይተሃንፀ ክተርፍ ይኽእል እዩ። ጥቕሚ ቫይታሚን ከይ እንታይ እዩ? ቫይታሚን ከይ ኣዝዩ ሰፊሕ ዝኾነ ጥቕምታት ይህበና። ገለ ካብኡታት ንምጥቃስ ዝኣክል ቀዳማይ ኣብ ምርግጋእ ደም እዩ። ቫይታሚን ከይ ድሕሪ መጉዳእቲ ደምና ንክረግእ ዝሕግዙ ፕሮቲናት የነቓቕሕን ከምኡውን ናሽቱ ቁስሊ እውን ከይተረፈ ካብ መጠን ንላዕሊ ደም ንከይደሚ ይሕግዝን። ካልኣይ ኣብ ጥቕሚ ኣዕፅምቲ እዩ። ንካልሲየም ብምቁፅፃርን ምስ ዓፅሚ ንምትእሳር ዝሕግር ባታ ፕሮቲን ብምንቅስቓስን ንፅቕፅቅጥ ኣዕፅምቲ ይድግፍ። ሳልሳይ ኣብ ጥዕና ልቢ ቫይታሚን ከይ ኣብ ሻሚቆታት ኣፍደም ካልሲየም ንኸይእከብ ይሕግዝ፣ እዚ ድማ ንሓደጋ ሕማም ልቢ ይቕንስ። ራብዓይ፣ ንጥዕና ሓንጎል ይድግፍ። ገለ መጽናዕትታት ከም ዝሕብርዎ፣ ቫይታሚን ከይ ንዋህዮታት ሓንጎል እከላኸልን ኣብ ኣረጋውያን ዓበይቲ ናይ ኣእምሮ ስራሕ ከመሓይሽ ይኽእል እዩ። ሓምሻይ፣ ጥቕሚ ናይ ቫይታሚን ከይ ኣብ ምሕዋይ ቁስሊ ይሕግዝ፣ ማለት ግቡእ ምርጋእን ምንካይ ነድርን። ድሕሪ መጥባሕቲ ድማ ንሕውየት ቁስሊ ይድግፈና። ሕጽረት ናይ ቫይታሚን ከይ ምልክታቱ እንታይ እዩ? ሕጽረት ቫይታሚን ከይ ኣብ ጥዑያት ዓበይቲ ሰባት ልሙድ እኳ እንተዘይኮነ ምስ ዘጋጥም ግን ኣዝዩ ከቢድ ክኸውን ይኽእል እዩ። ከምኡ'ውን ኣብ ናይ ጸላም ከብዲ ጸገም ዘለዎም ሰባት ዝያዳ ክረኣ ተኽእሎ ኣለዎ። ምልክታቱ ከኣ ቀሊል ምብስባስን ካብ ምቑራጽ ወይ ከኣ ካብ መጠን ንላዕሊ ደም ምፍሳስ ማለት ክረግኣሉ ኣብ ዘይክእለሉ ደረጃ ምብጻሕ ኣብ ደቂ ኣንስትዮ ኣብ ወርሓዊ ጽድያት ብዙሕ ናይ ምፍሳስ ደም ኣብ እንሾኖ ሽንቲ ደም እውን ክረአ ይኽእል እዩ። ከምኡውን ብኣፍንጫ ምፍሳስ ደም ከምኡውን ቁስሊ ምስ ዘጋጥመና ቀልጢፉ ኣይሓውን። ብተወሳኺ ኣብ ከቢድ ኩነታት ውሽጣዊ ምፍሳስ ደም እውን ከጋጥም ይኽእል እዩ። ኣብ ዕሸላቱን ብብዝሒ የጋጥም እዩ። በዚ ምክንያት እዚ ድማ ሓደስቲ ዝተወልዱ ህፃናት ብስሩዕ መድሃኒት ናይ ቫይታሚን ከይ ዝወሃቦም። ቫይታሚን ከይ ካበይ ክንረኽቦ ንኽእል? ቫይታሚን ከይ ኣብ ዝተፈላለዩ ዓይነት መግብታት ብብዝሒ ክርከብ ይኽእል እዩ። ብፍላይ ከዓ ኣብ ቆፅሊ ዘለዎም ሓምለዋይ መግብታትን ዝበሰሉ መግብታትን ይርከብ። ቫይታሚን ኬዋን ኣብ ከም በዓል ካውሎን ሰላጣን ፕሮክሊን ዝኣመሰሉ ቀጠልያ ኣሕምልቲ ክንረኽቦ ንኽእል ኢና ቫይታሚን ከይቱ ከዓ ካብ ከም በዓል እንቋቆሖ ፀላን ከብዲ ደርሆ ዝኣመሰሉ ክንረኽቦ ንኽእል ኢና ቫይታሚን ኬዋን ካብ እንምገቦም ምግብታት ንክንረኽቦ ኣዝዩ ዝቐለለ እዩ ቫይታሚን ኬቱ ግን ምስ ቫይታሚን ኬዋን ክወዳደር ከሎ ኣዝዩ ውሑድ እዩ ከይኑ ግን ንነዊሕ እዋን ዝጸንሕ ጥዕና ልብን ዓጽምን ኣዝዩ ኣገዳሲ እዩ። ክንደይ ዝኣክል ዓቕን ቫይታሚን ከዩ ዘድልየና? እቲ ዝምከር መዓልታዊ ኣመጋግባ ብዕድመን ጾታን ይፈላለዩ። ንዓበይቲ ደቂ ተባዕትዮ ኣስታት 120 ማይክሮግራም፣ ንዓበይቲ ደቂ ኣንስትዮ ኸኣ ኣስታት ቴስዓ ማይክሮግራም። ስለዚ ቫይታሚን ከይ መብዛሕትኦም ሰባት መመላእታታት ከይወሰዱ ብሚዛናዊ ዝኾነ ኣመጋግባ ንዕኦም ዝልክዖም ወይ ከዓ ዓቐኖም ዝኸውን ቫይታሚን ከይ ክረኽቡ ይኽእሉ እዮም። ጎናዊ ሳዕቤናት ናይ ልዕሊ ዓቐን ቫይታሚን ከይ እንታይ እዮም? ቫይታሚን ከይ ካብ ምንጪ መግቢ ውሕስ ተባሂሉ እዩ ዝውሰድ፣ መርዛምነቱ ድማ ኣዝዩ ሳሕቲ እዩ። ይኹን እምበር ኣዝዩ ልዑል መጠን መመላእታ ቫይታሚን ከይ ብፍላይ ከዓ ቫይታሚን ከይ ስሪ ኣብ ብዙሓት ሃገራት ክልኩል እዩ። ናይ ልዕሊ ዓቐን ምልክታታት ክኾኑ ዝኽእሉ ምብትታን ዋህዮታት ቀያሕቲ ደም፣ ጉድኣት ጸላም ከብዲ፣ ከምኡውን ኣለርጂ እዮም። ቫይታሚን ከይ ካብ መጠን ንላዕሊ ንጸረ ረኽሲ መድሃኒታት ክቃወም ስለ ዝኽእል ነቶም መቐነሲ ደም ዝወስዱ ሓደገኛ ይገብሮም። ስለዚ ድማ'ዩ ዝኾነ መድሃኒት ዝወስድ ሰብ ቅድሚ መመላእታ ምውሳዱ ምስ ሓኪሙ ክዘራረብ ዘለዎ። ከመይ ጌርና ኣብ ኣካላትና ዘሎ ደረጃ ቫይታሚን ከይ ንከናኸኖ። ቫይታሚን ከይ ኣብ ጥዑይ ደረጃ ንክህሉ ክንክተሎም ዘለና መንገዲ ቀዳማይ፣ ቆጽሊ ዘለዎ ሓምለዋይ ምግቢ ብስሩዕ ምብላዕ። ኣብ ሰሙን ሓደ ሓደ ግዜ ከም ስፒናች፣ ቃንጫ ሽጉርቲ ዝኣመሰሉ ኣሕምልቲ ኣብ መግብኻ ምክታት ጽቡቕ እዩ። ካልኣይ፣ ዝፈልሐ ምግቢ ምውሳድ። ሳልሳይ፣ ምስ ጥዕናዊ ስብሒ ምውሳኽ። ቫይታሚን ኬይ ኣብ ስብሒ ዝሓቅቕ ቫይታሚን ብምዃኑ ምስ ከም ዘይቲ ኣውሊዕ ወይ ኣቮካዶ ዝኣመሰሉ ስብሕታት ምውሳድ ንምምጣጥ ወይ ከዓ ንምምፃይ የመሓይሸልና እዩ። ራብዓይ ካብ ፀረ ነፍሳት ካብ መጠን ንላዕሊ ካብ ምጥቃም ምቑጣብ። ንነውሕ ዝበለ እዋን ፀረ ነፍሳት ምጥቃም ንባክተርያ ማዓንጣ ክጎድእ ይኽእል እዩ። እዚ ድማ ንምፍራይ ከይቱ ወይ ከዓ ንቫይታሚን ከይቱ ክንክዮ ስለ ዝኽእል ሓምሻይ ካብ መመላእታታት ተጠንቀቑ። መመላእታታት ኣብ ትሕቲ ሕክምናዊ ክትትል ጥራይ ክንወስዶም ኣለና። ብፍላይ ድማ እዞም ናይ ደም መቐነሲ ንወስድ መድሃኒት ዓቢ ሳዕቤን ክህልዎ ስለ ዝኽእል ናይ ጸላም ከብዲ ወይ ከዓ ናይ ምሕቃቕ ምግቢ ጸገም እንተ ሃሊና ከዓ ምስ ሓኪምና ክንዘራረብ ኣለናን ደረጃ ቫይታሚን ኬና ከዓኒ ምክትታል ኣዝዩ ይደልዩ። መን እዩ ዝያዳ ንሕፅረት ቫይታሚን ከይ ዝቃላዕ? ገለ ጉጅለታት ኣለዉ ንጉድለት ቫይታሚን ከይ ዝያዳ ተቐላዕቲ እሳቶም ከዓ ሓደስቲ ዝተወልዱ ህፃናት ብፍላይ ድማ ጡብ ዝጠቡ እንተደ ኮይኖም ናይ ስብሒ መንፃይ ጉዳይ ፀገም ዘለዎም ሰባት ማለት ከም በዓል ሕማም ክሮን ዘለዎም እቶም ነዊሕ እዋን ፀረ ነፍሳት ዝወስዱ ሕማም ጸላም ከብዲ ዘለዎም ሰባት ከምኡውን ኣረጋውያን ሰባትን እቶም ትሑት ኣመጋግባ ስብሒ ዘለዎምን እዮም ስለዚ ካብዞም ዝጠቕስናዮም ጉጅለታት እንተረኣ ኾንካ ምስ ሓኪምካ ብዛዕባ መርመራ ወይ ከዓ ንምትዕረይ ኣመጋግባ ምዝራብ ተመራፂ እዩ ቫይታሚን ኬ ምናልባት ከም ቫይታሚን ዲን ሴን ፍሉጥ ደይ ክኸውን ይኽእል እዩ እንተኾነ ግን ኣብ ምርግጋእ ደም፣ ጥዕና ኣዕፅምትን ምክልኻል ልብን ዘለዎ ተራ ፍፁም ኣገዳሲ እዩ። ብተፈጥራዊ መገዲ ብኣሕምልቲ ዝበሰለ ምግብታት ከምኡውን ጥዑይ ስብሕን ኣቢልና ወሲድና ጥዑይ ኣካላት ክንውንን ይግባኣና። ሕረይ ባር ክብራትን ክብራንን ተኸታተልቲ ናይ ሎም ትሕዝተና ነዚ ይመስል ነይሩ። ንዝያዳ ሓጋዝ ትሕዝቶ ላይክ ሼር ሳብስክራይብ ኣይትረስዑ ኢኹም ኣብ ቀፃሊ ቪድዮ ክሳብ ንራኸብ ሰሰናዩ ንዓኹም